ሰላም ይሕዋት ከመይ ኣለኹም? ኣነ ብጣዕሚ ጽቡቕ ኣለኹ እግዚኣብሔር ይመስገን። ጽቡቕ ክትህሉ ተስፋ ይገብር። ሎሚ ከም ዝትሪእዎ ዘለኹም ብዛዕባ ኮረና እየ ክዛረብ ወይ ካብ ኪቢክ 19 ኣብዚ ፌስቡክ ብዙሕ ነገር ሪኤ ላኑ ኣፍሪቃ ናይ መፈተኒ ቦታ ኣይኮነትን ንሕና እንስሳታት ኣይኮናን ንሕና ኣኽላባት ኣይኮናን ገለመለ ዝብል ብዙሕ ብዙሕ ብዙሕ ብዙሕ ብዙሕ ብዙሕ ኣብዚ ፌስቡክ ፖስት ኮይኑ ክርኢ ውዒለ ካብ ትማሊ ሎሚ እውን ስለዚ ብዙሕ እኳ ኣሻቓሊ ነገር ገለ ኣይኮነን ላኑ ኤመሪካ ውን ቅድሚ ሕጂ መጀመርታ እቲ ሕማም ንኤመሪካ ምስ ኣጥቅዓ ናይ ማላርያ መድሃኒት ኣብቶም ሕሙማት ፈቲናቶ'ያ ግን ኣይሰርሐን ሕጂ ውን እዚም ናይ ፍራንስ ሓካይም እንታይ'ዮም ክገብሩ ደልዮም ዘለዉ ናይ ዓባይ ሰዓል ናይ ቲቢ ዝወሃብ እቲ ቴበርክሎስ ቫክሲን ንዑ እዮም ክፍትንዎ ደልዮም ዘለዉ እሱ ግን ኣበዮም ክገብርዎ ደልዮም ደለዉ ኣብ ኣፍሪቃ ግን ኣካታዒ ጌና ክሳብ ሕጂ ዝኾነ ውሱን ድኾነ መደምደምታ ኣይበጽሑን ዘለዉ ይካትዑ እዮም ደለዉ ኣብ ምክትታዕ እዮም ደለዉ ግን ስለምንታይ ንኣፍሪቃ መሪጾማ ስለምንታይ ህዝቢ ፍራንስሲ ዳርጋ ካብቲ ካብ ዓለም መበል ሳልሳይ ብ ወይ ከኣ መበል ራብዓይ ብብዝሒ ናይ ኮረና ዝተጠቕዑ ብዝሒ ህዝቢ ዘለዎምሲ ንሶም እዮም። ስለምንታይ ንኣፍሪቃ ይብሉ ኣለዉ ግን ኣይክርድኣኒ ኣይከኣለን። ክሳብ ሕጂ ግን ኣካታዒ ኣርእስቲ እዩ ዘሎ። እንታይ መደምደምታ ክወስዱ እዮም ከኣኒ ቀጺልና ክንርእዮ ኢና። ብዝያዳ ከማን ኣብ ትዝታ እም ድሮግባ እዚ ተጸዋታይ ኩዕሶ እግሪ ናይ ኩዕሶ ተጸዋታይ ኩዕሶ እግሪ ናይ ኣይቨሪኮስ እዚ ናይ ዓዲ እንግሊዝ እዩ ዘቢዞ ዝጻወት ንሱ እውን ኣሉታዊ ዝኾነ ምላሽ ይብል ኣሎ ስለዚ ካልኦት እውን ኣሉታዊ ዝኾነ ምላሽ ሂቦምሉ ኣለዉ። ከመይ እዩ ክቕጽል እቲ ጉዳይ ግን ክንርእዮ ኢና፣ ማለት ኣብ ዝመጽእ መዓልትታት እንታይ ይብሉ ይኾኑ ንምፍታን እዩ ተሓሲቡ ዘሎ። ከመይ ውጽኢታዊ ድዩ ክኸውን ኣይክኸውንን እውን ካልእ ሕቶ እንድዩ። ስለምንታይ ኣፍሪቃ ተመሪጻ እውን ካልእ ሕቶ እዩ። ስለዚ ብዝያዳ ኣብቲ መደምደምታ ምስ በጽሑ ክንዛረበሉ ኢና።